ዝኸበርኩም ተኸታተልቲ መዘናግዒ መደባት ሰንበት ምስ ድምጺ ሓፋሽ፣ ሕጂ ናብ ዕላል ኣብ ሓንቲ ደርፊ ኢና ንሰግር ዘሎና። ድሮ ተገንዚብኩሞ ከም ዘለኹም ኣርእስቲ ናይዛ ደርፊ ትዝ ይብለኒ እዩ ርእስታ። ድምጻዊ ሳሙኤል ተዓገስ እዩ። ሕራይ!

እቲ ናብራ እቲ ኣብኡ ዝነበረ ገልጠምጠም ብልክዕ ክገልጽ ዝኽእል ሰብሲ ኣይሰምዕን ነይረ ማለት እዩ ይፍኩስ ነይሩ ሕጂ ኣጋጣሚ ኣብ ፎርቶ ሓደ ምሸት እናዕለልና ከለና ዘኪሮም ገለ ገለ ብዛዕባ ዝሓለፈ ፍጻሜታት የዕልሉ ነይሮም ሕጂ ዝፈልጦ ገለ ካብቲ ዘዕልልዎ ነበሩስ ዝፈልጦ ስለ ዝኾነ ፈኺሱ እቲ ታእሽሙ ክገልጽ ዘይክእል ብከምዚስ ከመይ ጌርካ እዩ እቲ ክመሓላለፍ ዝኽይኽ ስታይልካስ ትሓዝን ማለት ዝስመዓካ እወ
ኣጋጣሚ ሽዑ እቲ ትዝታ ማለት እዩ ናይ ቅድም ስለ ዘዕልሉ ነበሩ ካብኡ ተበጊሰስ እስከ ዛናጉዑና ገለ ምስ በሉ ኣብቲ ቦታ ደረፍቲ ብዙሓት ኢና ነርና ኣነ ኸኣ ከም ሰበይ ማለት እዩ ኣዘናጊዐ ሕጂ ኣልዕል ኣቢለ ሽዑ ምስቲ ዝነበረ ክስታይሲ ትዝዶ ይብለኩም ትዝብለኒ ኩሉ ኢለ ጀሚረ ነታ ዜማ ክስታ ይገብር ማለት እዩ ኣብ ርእሰይ ዝነበረ ጥራሕ እምበር ዝጸሓፍክዎን ዝተዳለኽዎን ወላ ሓንቲ ነታ ደርፊ ክደርፋ ወይ ከውጽኣ ኢለ ዕላማ ኣይነበረንን። ሃንደበት ዝመጸት እያ። እወ ብኸምኡ እቲ ሕጂ ወላ እቲ ኣሰዋውኣ ናይ ገሊኦም ኣብኡ ጠቒሰዮ እቲ ንኣብነት ሓንጎሎም ዝፈሰሱ ሰባት ተንኪፈ ጎቲትካ ዘውጻእናዮም ገለመለ ከምኡስ፣ ምክንያቱ እዚ ንክሓስብ ዕድል ነይርኒ ትዝትኡ ይብለኩም ትዝ ብለንኹ የኒ ብዓይነይ ተሳኢሉ ኢልካ ሕጂ ነተን ታባታት ነቲ ዕርድታት ነቲ ማለት ምሳና ዝተዋግአ ስትራተጂክ ዝኾነ ቦታታት ናይ ሳሕል ማለት እዩ ንዕኡ ባዕልኻ ተዛረብ ኣይከኣልናዮን ንሕናስ ድምፆ ኣይከኣልናን ባዕልኻ ተዛረብ ንስኻ ኢኻ መስካሪ ናይ ኩሉ ስጋብ ኦሜጋ ዝተዳምኻሉ ኢለ ክስታይ ማለት እስከ ገለ ግበር ባዕልኻ እምበር ነመላልሶ ኣሎ ናብቲ ምእታው ንምባል። ግጥሚ ዜማ እወ ኣጋጣሚ ኣብቲ ጊዘ እቲ ከምኡ ምስ ገበርኩ እታ ደርፊ ጊዝያዊት ንሽዑ ብዙሕ ጊዘ ከምኡ የጓንፈኒ እወ እታ ኣብ ሳልስቲ ገለስ ሓደ ጋሻ ነይሩ መስለኒ እታ ደርፊ ከምዚ ኢልካ ዝደረፍካያሲ ናይ መን እያ ኢሉኒ እወ ደርፊ ኣይኮነትን ነይራ እኳ ኢለዮ ትዝ ይብለኒ ኢለ ስቅ ኢለ ክራር ሓዊሰ ጥራሕ እየ ዝዕልል ነይረ ገለ ኢለዮ እዋእ እንታይ ትዛረብ ኣለኻ ገለ ኢሉ ክስታይ ይገብር ማለት እዩ ናሃ ደርፊ ኣይኮነትን ትብለንስ ደርፊ እምበር ኢሉ ክስታይ ይጫቃጨቀኒ ማለት እዩ እወ እስከ ስምዓኒ ከመይ እያ እስከ ድገም ከምኡ ኢልካ ሕራይ የዕልለኒ ገለ ኢሉ ብሱታ እንድመጸ እዩ ቁሩብ እቲ ሽሙ ረሲዐዮ ሶሪ እዋእ ኣይዝክራን እየ ኣነ ክደግማ ኣይክእልን እየ ኢለዮ ክደግማ ኣይክእልን እየ ሕጂ ንእሽቶ መሊኡ ጸኒሑ ቴፕ ጸኒሓቶስ ተሰማዕክዋስ

ኣውጺኤያ እታ ደርፊ ማለት እዩ ዜማኣን ግጥማን ከኣ ናተይ እዩ ማለት እዩ። ጽቡቅ ኣበይ ኢኻ ቀሪጽካያ እታ ውድእቲ ትብላ? እታ መጨረሽታ መልክዓ ክትሕዝ ዝኸኣለት ምስ ኦርጋኒስት ኪቦርደር ሳልሕ ዑመር ምስኡ ኮይና ኢና ጌርናያ እሱ እዩ ሙዚቃ ክስታይ ጌርለይ ቅድሚኡ ግን እታ ኣብ ባሮንቲ የውጺኤያ ማለት እዩ። ኣብ ባረንቱ ምሳይ ዝሳተፉ ዝነበሩ ብጊታርን ፍሉትን ካልእ ኣይትግበሩለይ ኢለ ሙዚቃ ጊታር ፍሉት እወ ትዝታ ስለ ዝኾነ ሓንቲ ንእሽተይ ቴምፖ ትሕሉ ቃዕ ቃዕ ቃዕ ትብል ጥራሕ ነጥቢ ጌርኩም ኣብቲ ህስታይ እጂ ጊታር መን ይሕዘለይ ነይሩ እዚ ፍጹም ወዲ ዛግር ኦርጋን ከኣ ቀያይሩ እዮም ባይዘወይ ፍሉት ጥራሕ ግበሩዋ እየ ዝብሎም እገብሩዋ ነይሮም ማለት እዩ ስቱድዮ ግን ምስ ሳልሕ ዑመር ኮይንና ኢና ገይርናያ ኦርጋን ሚልዮን ነይሩ ሚልዮን ኣብርሃ እዚኦም እዮም እቶም ዝወቅዑለይ ዝነበሩ ኣብ መልክዓ ክትሕዛ ኣብ መወዳእታ ኣብ ካሴት ደረጃ ክትስነድ ግን ምስ ሳልሕ ዑመር ኮይንና ኢና ገይርናያ ተስዓን ሓሙሽተን እዩ ዓመተ ምህረት እንታይ ግብረ መልሲ ረኺብካላ እዛ ዜማ? ብጣዕሚ እቲ ምስ ኣውጻእናያ ሕጂ ኣጋጣሚ ናይ ኮር ሚእቲ እንስሳን ሓደን ኣባላት ባህሊ ኢና ነይርና ሕጂ ኣብቲ ግዜ እቲ ዑደት ንገብር ማለት እዩ ትረይኒንግ ጌርና ንግርማይ ከኣ ኣብ ኩሉ እቲ ሰራዊት ደሎ ማለት እዩ ፋሒልዎ ደሎ ኣብ ህዝቢ ደሎ መግለጺ የብሉን በቃ እቲ ግብረ መልሲ ፔዳል ኣሎ ዋው ዋው ድብል እታ ክራር እታ እታ ጊታር ጥራሕ እንድያ እቲ ግብረ መልሲ ሕጂ ከምጾ ይክእልኒ ናይ ብሓቂ ዝለዓለ ግብረ መልሲ እዩ ነይሩ ሽዑ ማለት ኣብቲ ግዜ እቲ ካብተን ቅድሚ ሕጂ ዝደረፍካየን ፍሉይነት ኣለዋ ዶ ትብላ እዛ ደርፊ? ናታ ፍሉይነት እንታይ እዩ? እቲ ፍጻሜ ናይ ዝሓለፈ ናይ ስጒዘ ሰውራ ኣብ ምዕራፉ በጺሑሲ፣ ነቲ ፍጻሜታትቲ ከነዘንትዎ ስለ ዘይከኣልና፣ ምልስ ኢለ ንድሕሪት፣ ኣቱም እዝግሄረ ርኢኹም ዳርጋ ኣቱም ዕርድታት ዝተሳተፍኩሞ፣ ቆጽልኹም ድረገፈ፣ ግርማኹም ዝተቐንጠጠ ኣኻውሕኩም እንታይ እሞ ህጂ ህጂውን ከየባላሽወፍት ምዝንታው ገለ ግበሩ ኣይከኣልናዮን ኣለና፣ ከነመሓላልፎ ኣይከኣልናን፣ ነፍኩሶ፣ ከነዕልል ከለና እቲ ፍጻሜታት፣ እቲ ዝኽሪ፣ እቲ ማሕበራዊ ናብራ፣ እቲ ፍቕሪ፣ ምረት፣ ኩሉ እቲ ምረት፣ እዝን ወዲ ከምዝን እስከ ገለ ግበሩ ባዕልኹም፣ ስጋዕ ሓደ ስጋዕ ሓደ ነገር ንረክብ፣ ንዕኡ ብልክዕ ክገልጽ ዝኽእል እስኹም ተሳቲፍኩሞ፣ ስካብ ኦሜጋ ዝተሳተፍኩምሉ፣ ካብ ኣልፋ ስጋብ ኦሜጋ ዝተሳተፍኩምሉ እስኹም ኢኹም እሞ ገለ ግበሩ፣ ናይ ስለዝስ እዚ እቲ ፍሉይነትናታ፣ ድሕሪ እቲ ፍጻመ ናይ ነዊሕ መስርሕ። ቃልሲ ሓደ ፍጻመ ምስ በጻሕና፣ ነቲ ዝሓለፈ ከነዘንትዎ፣ ክንትርኾ፣ ከነመሓላልፎ ዓቕሚ ስለ ዝሰኣንና፣ ዳርጋ ኣብየቱታ እዩ ናብቶም ዝነበሩ ዕርድታት። ሕራይ ድምጻዊ ሳሙኤል ተዓገስ ኣብ መወዳእታ እዛ ዜማ እዚኣ ክትርእያ ከለኻ ወይ ክትሰምዓ ከለኻ እንታይ ይቕጀለካ ንባዕልኻ? ካብዚ ከምዚ ቀዲመ ዝበልክዎ እዩ። ንኣብነት ነፍሲ ወከፍ ቦታ ክጥቅስ ከለኹ እቲ ዝተሳተፍክዎ ደበለስ ኣብኡ መልሰኒ እዩ። ኣብኡ ዝነበሩ። እቲ ኣብኡ ዝነበረ ተሳትፎን ፍቅርን ኣነ ክሓልፍ ኩሉ እቲ ማሕበራዊ ናብራ እቲ ጽም ኣጻም እቲ ድሌት እቲ ተበግሶ እቲ ተጻዋርነት ማለት ዳርጋ ወዲ ሰብ ክገብሮ ዘይክእል ማለት ሲ ብወንን ብድሌትን ብተበግሶን ምግበር ምንባሩ ገለ ይዝከረኒ ኩሉ እቲ መስዋእቲ ዝከረካ መውጋእቲ ዝከረካ ድፋዕ ክትሰርሕ ከለካ ገልጠምጠም ዝከረካ ተሰኪምካ ከም ልዕሊ ዓቕምኻ እሞ ከይተዓንገልካ ዝተሓንጎል እቲ ርእሲ እንድሕሪ ደኣ ንዝኾነ ነገር ርዒሙ ተቐቢሉስ ክግበር እባ ክኣል እዩ ዝኾነ ነገር ኢልካስ ትዝክር ማለት እዩ። ኣብዚ ሕጂ ግዜስ ምልስ ኢልካ ክትሪኦስ እገርመካ። እሞ ሳሙኤል ቅድሚ ምፍልላይና ቁሩብ ኣትሕዘና ምልስ ኢልካ ብድምጽኻ ክንሰምዓ እሞ ከነቐጽላ። ትዝ ዶ
ይብለኩም ትዝ ዝብለኒ ከሎ ይረኣየኒ ብዓይነይ ተሳኢሉ።